ሰላም ሰላም ተኸታተልቲ ቻነልና ቻነል መዳኣለም እዚ ኣብ ዓለም ናይ ዝተፈጸሙ ኣዝዮም ኣገረምቲ መስሐቕትን መሕዘንትን ፍጻመታት ብሰሓባይ መንገዲ እነቕርበሉ ቻነልና እዩ። ትሕዝቶታትና ብቐጻል ንኸጽሑኹም ሳብስክራይብ ብምግባር ቤተሰብ ይኹኑ። ናብ ዕለታዊ ታሪኽና ክንሰግር። ኣቶሚክ ቦምብ ሓደ ካብቶም ኣብ ታሪኽ ዓለምና ዝተርኣዩ ኣጽዋር ጥፍኣት እዩ። ካብ ሓደ ቦምብ ምድሓን ተኣምር እዩ። ግን ካብ ክልተ ኣቶሚክ ቦምብ ዝደሓነ ሰብ ከም ዘሎ ትፈልጡዶ? ሎሚ ብዛዕባ እቲ ዘገርም ታሪኽ ሱቱማ ያማጉቺ ክንነግረኩም ኢና። ብ ሽዱሽተ ነሓሰ ሽሕሽሕ ዓምቲ ሚእቲ ኣርባዕየ ሓሙሽተ ያማጉቺ ንስራሕ ጉዳይ ናብ ከተማ ሂሮሽማ ከይዱ ነይሩ። ልክዕ ናብ ገዝኡ ክምለስ ክብል እታ ቀደመይቲ ኣቶሚክ ቦምብ ሊትል ቦይ ወረደት። ያማጉቺ ካብታ ፍንጀራ ሰለስተ ኪሎ ሜትር ጥራይ ርሒቑ ነበረ። ብርቱዕ መቑሰልቲ እኳ እንተጋጠሞ ብህይወት ተረፈ። ያማጉቺ ተስፋ ከይቆርጸ ንጽባሒትኡ ናብ ዓዱ ናጋሳኪ ተመለሰ። ብትሽዓንተ ነሓሰ ኣብ መስርያ ቤቱ ኮይኑ ነቲ ኣብ ሂሮሽማ ዘጋጠመ ዘሰንብድ ፍጻመ ንሓላፊኡ ይነግሮ ነይሩ። ሓላፊኡ ግን ሓንቲ ቦምብ ከመይ ጌራ ንመላእ ከተማ ተጥፍእ ብምባል ኣይኣመኑን። ያማጉቺ ይዛረብ ኣብ ዝነበረሉ ግዜ፣ እታ ካልኣይቲ ኣቶሚክ ቦምብ፣ ፋት ማን፣ ኣብ ናጋሳኪ ወረደት። እቲ ፍንጀራ ልክዕ ከምቲ ናይ ሂሮሺማ ብርቱዕ ነበረ። ያማጉቺ ዳግማይ ተሃረመ፣ ግን ከም ብሓድሽ ካብቲ መዓት ደሓነ። ካብ ክልተ ናይ ዓለምና ዝኸፍኡ ቦምብታት ዝደሓነ እንኮ ሰብ ኮነ። ያማጉቺ ንነዊሕ ዓመታት ብሰንኪ እቲ ጨረር ተሳቕዩ እዩ። ይኹን እምበር ተስፋ ከይቈረጸ ንሰላም ዓለም ክጽውዕ ጀመረ። እዚ ዝረኣኽዎ መከራ ዳግማይ ኣብ ዓለም ክረኣ የብሉን ብምባል ክሳብ መወዳእታ ህይወቱ ምስክርነት ሂቡ። ሱቶሞ ያማጉቺ ብ ክልተ ሽሕ ዓሰርተ ኣብ መበል ተስዓይ ሰለስተ ዓመቱ ዓረፈ። ታሪኹ ናይ ጽንዓትን ተስፋን ምልክት ኰይኑ ይጥቀስ። ሓደ ሰብ ካብ ዝኸፍኣ መዓት ክወጽእ ከም ዝኽእል ዘርኢ ዓብዪ ትምህርቲ እዩ። ናይ ሎምዓንቲ ትሕዝቶና እዚ ዝተኸታተልኩሞ ይመስል ነይሩ። ትሕዝቶና ተፈቲኹሞ ላይክ ምግባር፣ ሓሳብ ኣስተያየትኩም ኣብ ኮሜንት ምጽሓፍን ታሪኽ ንዝፈቱ ዓርክኹም ሼር ምግባርን ኣይትረስዑ። ሳብስክራይብ ቻነልና ቻነል መዳ ኣለም። ሰላም።